ሻሎም ሻሎም ሻሎም ቤተሰብ እግዚኣብሔር ኣምላኽ ሰላም ጸጋ ምሕረት ናይ ክርስቶስ ምስ ኩልኹም እዩ ኣናሓኹም ሰላሓዲን ካብ ሲኣርጂ ኢንተርናሽናል ቸርች እየ ሎም ድማ ነዚ መዓልቲ ዝኸውን ናይ ህይወት ቃል ሓቢርና ክነካፈል ኢና ሎም እንካፈሎ ቃል ትኽክለኛ ምርጫ ምምራጽ ዝብል እዩ ትኽክለኛ ምርጫ ምምራጽ። የሱስ ንዘለኣለም ጎይታ እዩ። ኣብ ህይወት ምርጫ ብጣዕሚ ካብቶም ዋናን ኣገደስትን ጥንቃቐን ዘድልዮ እዩ። ኩሉ ግዜ እንታይ ትመርጽ እንታይ ትውስን ኣዚኻ ክትጥንቀቐሉ የድልየካ እዩ። ምኽንያቱ ምርጫኻ ኣብ ኢድካ ስለ ዘሎ። መጽሓፍ ቅዱስ ክዛረብ ከሎ ዘዳግም ሰላሳ ካብ ዓሰርተ ትሽዓተ ከምዚ ይብል፣ ህይወትን ሞትን በረኸትን መርገምን ኣብ ቅድሜኻ ኣንቢረልካ፣ ከም ዘሎኹ ኣባኻ ንምስክር ሎሚ ንሰማይን ምድርን ጸዊዐ ኣሎኹ። እምበኣርሲ ንስኻን ዘርእኻን ብህይወት ምእንቲ ክትነብሩ ህይወት ሕረ። ብጣዕሚ እዩ ዝገርም እግዚኣብሔር ኣምላኽ ኣብ ቅድሜኻ ህይወትን ሞትን በረኸትን መርገምን ኣሎ ኢሉ ነገር ግን ኣነ ምስክር ጸዊዐ ኣሎኹ ኢሉ ቀጺሉ ግን ከምዚ ኢሉ እቲ ክሓርዮ ዝደልዮ ኣምላኽ እነግሮ ኣሎ ኣነ ግን ህይወት ክትሓሪ ይመርጸልካ ይብል ኣሎ። ብኻልእ ኣዘራርባ ምርጫ ናይ ሰብ እግዚኣብሔር ኣይኮነን ዝመርጾ። ክንመርጾ ዘለና ነገር ኢዳ ኣምላኽ ዘርእየና እምበር ምርጫና ግን ኣብ ኢድና ኣብ ፍቓድና እዩ ዘሎ። ስለዚ እግዚኣብሔር ኩሉ ግዜ ብደሓን ዝኾነ ጎደና ንኽንከይድ እቲ ዘዋጸና መንገዲ ኣየናይ ምዃኑ እቲ ቕኑዕ ኣየናይ ምዃኑ ብመምሃራኑ ጌሩ ድዩ ብባሮቱ ጌሩ ድዩ ብልብና ድዩ ብዝተፈላለየ መንገዲ ብመጽሓፍ ቅዱስ ገይሩ ይነግረና እዩ። ካብኡ ቀጺሉ ዘሎ ግን እንታይ ንመርጽ ግን ናትና ጉዳይ እዩ። ካብቲ ሓደ ንደቂ ሰባት ኣምላኽ ዝሃቦም ኣዝዩ ጥንቃቐ ዘድልዮ ፍቓድ ድብል ነገር እዩ። ሰብ ናይ ገዛእ ርእሱ ፍቓድ ኣለዎ፣ ብፍቓዱ ንዝመረጾ ኸኣ ሰብ ክነብር ይኽእል እዩ። ስለዚ ኩሉ ግዜ ኣብ ህይወትና ጌጋ ዝኾኑ ምርጫታት ንመርጽ እንተድኣ ኮይንና ንመጻኢና ከነባላሽዎ ንኽእል ኢና፣ ንጉዕዞና ከነባላሽዎ ንኽእል ኢና፣ ምኽንያቱ ናበይ ቦታ ትኣትዉ ብምርጫኹም እዩ፣ ካበይ ቦታ ትወጹ ምርጫኹም እዩ፣ ምስ መን ትቐርቡ ምርጫኹም እዩ፣ ካብ መን ትርሕቁ ምርጫኹም እዩ። ስለዚ ብምርጫኹም ንዝጠቕመኩም ከይትእለይሉ፣ ብምርጫኹም ኣብ ዘይጠቕመኩም ከይትርከቡ ኣዚኹም ጥንቃቐ ክትገብሩ የድልየኩም። ምኽንያቱ ገለ ገለ ሰባት ብምርጭኦም ንዘይጠቕሞም ዕድል ይህቡ እዮም፣ ገለ ገለ ከኣ ብምርጭኦም ንዝጠቕሞም ዕድል ይህቡ እዮም። ስለዚ ሎሚ ምርጫኺ ንመን ኢኺ ትህቢ፣ ንመን ኢኺ ትመርጺ፣ እንታይ ኢኻ ትመርጽ ዘለኻ ንኹሉ ብጥንቃቐ ቼክ ክትገብሮ፣ እቲ ፍቓድካ ትህቦ፣ እቲ ትመርጾ ነገር ትኽክል ምዃኑ ከተራጋግጽ መጀመርታ ይግበእካ እዩ። ምኽንያቱ ምርጫ ናትካ ዝረኸበ ነገር ኣብ ህይወትካ ከም ድኣቱ ኣይትረስዕ። ምርጫኺ ዝረኸበ ነገር ኣብ ህይወትኪ ከም ድገዝኣኪ ኣይትረስዒ። ርኢኹም ኣሕዋት ንምንታይ ገለ ገለ ናብ ውድቀት ይኸዱ ገለ ገለ ናብ ትንሳኤ ይኸዱ? ኣምላኽ ንኽልቲኦም ዝተፈላለየ ስለ ዝኾነ ኣይኮነን ኣይኮነን እሶም ባዕሎም ምርጫኦም እዩ ናብኡ ዘውድቖም ዘሎ እቲ ውድቀት ካብ ምርጫ ዝተላዕለ እዩ ዝመጽእ እቲ ምትንሳእ ካብ ምርጫ ዝተላዕለ እዩ ዝመጽእ ገለገለ ኣብ ህይወትና እንውስኖም ውሳኔታት ብዙሕ ዋጋ ዘኽፍሉና ኣለዉ ብኻ ዘይወሰንክዎም እንብለሎም ነገራት ኣለዉ ርኢኹም ኣሕዋት ገለገለ ድማ እዛ ነገር እዚኣስ እንቋዕ ወሰንክዋ ኢልና ንሕጎሰሎም ነገራት ኣለዉ ኩሉ ግዜ ኣብ ዙርያኹም ዘሎ ነገር ብጥንቃቐ ኣብ ቅድሚ እግዚኣብሄር ጸልይሉ፣ ምኽንያቱ መታን ነቲ ዝጠቕመኩም ብትኽክል እንዳ መረጽኩሞ ክትከዱ፣ ከይተረደእና ካብቲ ዘይጠቕመና ብምርጫና መታን ከይንወድቕ ነዚ ነገር እዚ ኣብ ቅድሚ እግዚኣብሄር ብምጽላይ እግዚኣብሄር ነቲ ትኽክለኛ ክንመርጾ ዘለና ጥበብን ምስትውዓልን እንዳብዘሐልና ክኸይድ እዩ። ኣብ ህይወቶም ዕዉታት ኣብ ምርጫኦም ዘይተጋገዩ እዮም። ኣብ ህይወቶም ዕዉታት ኣብ ምርጫኦም ብትኽክል ዝመርጹ እዮም። ስለዚ ሓወይ ሓፍተይ ሎሚ እትነብሮ ዘለኻ ህይወት ናይ ምርጫኻ ውጽኢት ምዃኑ ኣይትረስዓዮ። ጽባሕ ትኸድዮ ህይወት ከኣ ናይ ምርጫኺ ውጽኢት ምዃኑ ኣይትረስዕዮ። ህይወትኪ ኣቕጣጭኡ ናበይ ገጹ ከም ዘብል ዝውሰን ምርጫኺ ኣበይ እዩ ዘሎ? ምርጫኻ ኣበይ እዩ ዘሎ? ገለ ገለ ሰባት ከይተረድኦኩም ካብ ሂወትኩም ዘርሓቅኩሞም ነገር ግን ኣብ ሂወትኩም ክህልዉ ዝግብኦም ዝነበሩ ብምርጫኹም ዘጥፋእኹሞም ክህልዉ ይኽእሉ እዮም። ገለ ገለ ሰባት ድማ ኣብ ሂወት ክህልዉ ዘይግብኦም ነገራት ኣብ ሂወት ክኣትዉ ዘይግብኦም ጉዳያት ድማ ከይተረደእና ነቶም ነገራት መሪጽና ኣብ ሂወትና ኣእቲና ንቓንዛ ዝኾኑና ክህልዉ ይኽእሉ እዮም። ሎሚ ግን እግዚኣብሄር ኣምላኽ ምሳኹም ስለ ዝኾነ ኣምላኽ ደጋፊኹም ስለ ዝኾነ ኣምላኸይ ነቲ ዝጠቕመኒ ነገር ጥራሕ ክመርጽ ኣዒንተይ ይከፈት በልዎ። ነቲ ዘይጠቅም ነገር ድማ ምርጫይ ክኸልኦ ምስትውዓለይ ይከፈት በልዎ። እግዚኣብሄር ምስትውዓል ይኸፍት እዩ። እግዚኣብሄር ጥበብን ምስትውዓልን ድህብ ኣምላኽ እዩ። ብሓቂ ናይ እግዚኣብሄር ጥበብን ምስትውዓልን ክረኽበና ከሎ ነቲ ብትኽክል ንህይወትና ዝጠቅም ንምምራጽን ፍቓድና ንዕኡ ጥራሕ ንምሃብን ኣዒንትና ክኽፈት ክጅምር እዩ። ስለዚ ንዙርያኹም ተመልከቱ፣ ንእግዚኣብሄር ድማ ስለ ዙርያኹም ብምስትውዓል ክትርእይዎ ጸልዩ፣ ምኽንያቱ ኣብ ምርጫ ብዙሕ ነገር ስለ ዘሎ፣ ምርጫኻ፣ ምርጫኺ፣ ኣብ ፍቓድካ፣ ኣብ ኢድካ እዩ። ስለዚ ከምቲ መጽሓፍ ቅዱስ ክዛረብ ከሎ ፍቓደይ ኩሉ ግዜ ኣብ ኢደይ እዩ ዝብሎ፣ ፍቓድካ ኣብ ኢድካ እዩ። ንመን ትቦ ፍቓድካ ባዕልኻ ኢኻ ትውስኖ፣ ኣምላኽ ኣይኮነን ዝውስኖ። ኢየሱስ ንዘልኣለም ጎይታ እዩ። ስለዚ ኩልና ከምዚ ኢልና ንኣውጅ ብምስትውዓል መንፈስ ቅዱስ ኩሉ ግዜ ጽቡቕን ትኽክልን እየ ዝመርጽ። ሕይወተይ ካብ መሪሕነት መንፈስ ቅዱስ ኣይትወጽእን እያ። ኣብ ኩሉ ምርጫይ ብምስትውዓል መንፈስ ቅዱስ ብትኽክል እየ ዝመርጽ። ኣሜን! ኣምላኽ ሰማይ ምስ ኩሉኹም እዩ። ሎሚ ንጎይታና የሱስ ክርስቶስ ወሲንኩም ደይ ተቐበልኩሞ? ብግልኹም ሎሚ ወሲንኩም ንጎይታ ክትስዕብዎ ተቐበልዎ። እቶም ዝወሰንኩም ሰባት እዛ ጸሎት ምሳይ ጸልዩ። እግዚኣብሔር ኣቦ ስለ ወድኻ የሱስ ክርስቶስ የመስግነካ ኣለኹ። ይኣምን ኣለኹ ኢየሱስ ስለ ሓጢኣተይ ከም ድተሰቕለን ከም ድሞተን ብሳልሰይቲ መዓልቲ ኣምላኽ ከም ዘተስኦ ይኣምን ኣሎኹ። ካብዛ ሰዓት እዚኣ ብኢየሱስ ክርስቶስ ብምእማነይ ሓድሽ ፍጥረት ውሉድ ኣምላኽ ኮይነ ኣሎኹ። ብሽም ኢየሱስ ብእምነት መንፈስ ቅዱስ ይቕበለካ ኣሎኹ። ኣሜን እዚኣ ዝወሰንኩም ብጣዕሚ እንቋዕ ሓጎሰኩም ኣብ ሕይወትኩም ብዙሕ ሓድሽ ነገር እዩ ኮይኑ ስለዚ ሓድሽ ነገር ክትመሃሩ መታን በዚ ብታሕቲ ዘሎ ጌርኩም ኮንታክት ግበሩና ኣምላኽ ሰማይ ይባርኽኩም።